ሰላምታይ ንዓኹም ዝኸበርኩም ተኸታተልቲ ናይዛ ቪድዮ እዚኣ። ኣብዛ ናይ ሎማዓንቲ ቪድዮ ክልተ ኣርእስቲ እየ ሒዘ መፅየ ዘለኹ። ቀዳመይቲ ሰልዲ ኣለኒ ከምኡ እውን ዕዳ ናይ ገዛ ኣለኒ። ስለዚ እዚ ሰልዲ ዘለኒ ሴቭ ገይረዮ ዘለኹ ዕዳይ ዶ ክኸፍለሉስ ዋላውን ኣብ ካልእ ክጎብሮ ወያ ወፍሪ ወይ ድማ ኣብ ባንክታት ዝለዓለ ወለድ ንክህቡኒ ኢለ ኣብኡ ከቐምጦ ስለዚ ኣበይ ይሕሸኒ ትብል ነጥቢያ እታ ካልኣይቲ ድማ እዚ ጀሚረዮ ዘለኹ ወፍሪ ከባቢ ዕስራን ሸሞንተን ሚእታዊት ሓፍ ኢልለይ ኣሎ ስለዚ እቲ ወሊድለይ ዘሎ ወፍሪሲ ከውጸኦ ዶ ሕጂ እቲ ከሲበዮ ዘለኹሲ ሕጂ እንተውጻኽዎ ከመይ ኮይኑ ይስምዓካ ትብል ሕቶ ዝተሓተትክዋ'ያ። ስለዚ እዛ ሕቶ'ዚኣ ብጣዕሚ ኣገዳሲት ሕቶ ስለዝኾነት'የ ናባኹም ሒዘያ መጺኣ ዘለኹ። ናብታ ቀዳመይቲ ሓሳባት ምስ ንሰግር፣ ኣነ ሴቭ ዝገበርክዎ ዝኣከብክዎ ሰልዲ ኣብ ኣካውንተይ ኣለኒ። ከምኡ'ውን ዕዳ ናይ ገዛ'ውን ኣለኒ። ስለዚ እዚ ሰልዲ'ዚ ዕዳይ ከቃልል ዶ ክኸፍሎ ነዚ ናይ ገዛ ዋላ ውን ኣብ ካልእ ከቐምጦ ወይ ወፍሪ ክገብሮ ወይ ድማ ንባንክታት ሂበ ዝለዓለ ወለድ ክህባኒ ኣበይ ከ ክረክብ ይኽእል ትብል ሕቶ እያ ንስኻ ገዛ ገዚእኻ እንድሕር ሃሊኻ እሞ ኸኣ ማዕረ ክንደይ ኢኻ ነዚ ገዛ እዚ ከፊልካሉ ዘለኻ እዚ ክብል ከለኹ ንስኻ ዝገዛእኻዮ ኣርባዕተ ሚልዮን እንድሕር ተኾይኑ ካብዚ ኣርባዕተ ሚልዮን ክንደይ ኢኻ ኣጓዲልካ ዘለኻ ከምኣ ኢሉ ኮፍ ኢሉ እንድሕር ሃልዩ እዚ ኣርባዕተ ሚልዮን ንስኻ ክትጎብሮ ዘለካ ነገር ብውሕድ እዚ ሒዝካዮ ዘለኻ ዕዳ ኣርባዕተ ሚልዮን ናቱ ወለድ ብጣዕሚ ክቡር ስለ ዝኾነ ኣብዚ ግዜ እዚ ብዝተኻለካ መጠን ነዚ ዕዳ እዚ ከተጓድሎ ክትፍትን ክትክእል ኣለካ ከምዚ ክብል ከለኩ ግን ዘለካ ሰልዲ ሴቭ ዝገበርካዮ ብሓንሳብ ድርብይ ኣብልካ ኩፈሎ ኣይኮንኩን ዝብል ዘለኩ ከምዚ ክብል ከለኩ ንስካ ወርሓዊ ትከፍሎም ዘለካ ክፍሊት ንኣብነት ነዚ ናይ ገዛ ንመጉደሊ ክልተ ሽሕ ትከፍል እንድሕር ሃሊካ ክልተ ሽሕ ኩረነር ነዚ ትከፍሎ ዘለካ ናብ ኣርባዕተ ሽሕ ሓፍ ኣብልካ ዕጽፊ ክትከፍሎ ክትክእል ኣለካ እዚ ማለት እቲ ኣብ ድራግ እየ ዝዛረብ ዘለኹ እቲ ወለድ እቲ ረንት ንብሎ ዘለና ብጣዕሚ ብዙሕ እዩ ኩሉ ደሚርካ ክኽፈል ከሎ ወርሓዊ ዓሰርተ ሽሕ ትኸፍል እንድሕር ሃሊኻ ንስኻ ግን ኤክስትራ ክልተ ሽሕ ኣብ ልዕሊኤን ገርካ ዓሰርተ ክልተ ሽሕ ገርካ እንዳኸፈልካ እንድሕር ኬድካ እዚ ኣርባዕተ ሚለን ዘሎ ኣብ ዝሓጸረ ግዜ ክትከፍሎ እኳ ተዘይከኣልካ ብመጠኑ ግን ቀልጢፍካ ንኽትከፍሎ ዕድል ትረክብ ኣለኻ ማለት እዩ። ስለዚ ንስኻ ብሓንሳብ ሴቭ ጌርካዮ ዘለኻ ሰልዲ ኣብ ኣካውንትኻ ዘሎ ሰልዲ ሓፍ ኣቢልካ ነዚ ናይ ገዛ ዘለካ ዕዳ ብሓንሳብ ክትከፍሎ የብልካን። ምኽንያቱ ወርሓዊ ወለድ ትኸፍሎም ዘለኻ ሓሙሽተ ሚእታዊት እንድሕር ተኾይኖም ብተዘዋዋሪ መንገዲ ድማ ንስኻ ካብዞም ዝለዓለ ወለድ ዝህቡኻ ዘለዉ ባንክታት ደሊኻ ልክዕ ዳርጋ ከምኡ ዓይነት ዝመሳሰል ጌርካ ኣታዊ ትረክብ እንድሕር ሃሊኻ ንስኻ ሓደ ውሕስ ዝኾነ ሰልዲ ኣታዊ ትገብር ኣለኻ በዚ ዘምጻኻዮ ገርካ ነዞም ናይ ገዛኻ ክትኮፍሎም ትኽእል ኢኻ ስለምንታይ ኢኻ ብሓንሳብ እዚ ሴቭ ገርካዮ ዘለኻ ሰልዲ ክትኮፍሎ ዘይብልካ ዝብል ሓሳብ እንድሕር ሃልዩ ንስኻ ሓደ ንስኻ ትኣምኖ ሰልዲ ውሕስ ኣብ ሓደ ኣካውንትኻ ጽባሕ ንግሆ ዘጓንፈካ ነገር ስለ ዘይፍለጥ ንስኻ ትኣምኖ ሰልዲ ኣብ ኣካውንትኻ ክህልወካ ክኽእል ኣለዎ። ጽባሕ ንግሆ ንባንክኻ ድርብይ ኣቢልካ እንድሕር ደኣ ከፊልካሎም፣ ንስኻ ጽባሕ ንግሆ ሰልዲ ኣብ ትደልየሉ ግዜ ንሕማቕ ይኹን ንጽቡቕ ይኹን ዘለቅሓካ ሰብ ሰልዲ ኣይትረክብን ኢኻ። ናይ ሎሚ ሰብ ሓሚምካ ከይድካዮም መይቶም ስለ ጽንሑኻ ሓውኻ ቤተሰብካ ሰልዲ ክለቅሓካ ክትጽበ የብልካን ኮምኡ ውን ድሓን ስከ ካብ ባንክ ይልቃሕ ዝብል ሓሳብ እንድሕር ሃሊካ ባንክ ከይድካ ሰልዲ ኣለቅሑኒ ንከምዚ ጸገማት ዝብል ሓሳብ እንድሕር ኣቅሪብካሎም በቲ ኖርማል ዘሎ ረንት ኣይኮኑን ዝህቡካ ልቃሕ እንድሕር ድኣ ሓቲትካዮም ብውሕድ ክሳብ ሸሞንተ ትሽዓተ ዓሰርተ ሚእታዊት ዘለዎ ወለድ ጌርካ ክትከፍሎ ተዘይኮይኑ በቲ ንስኻ ማዕረ ማዕረ ንገዛ ኢሎም ዘለቁሑኻ ከባቢ ሓሙሽተ ሚእታዊት ገለ ጌሮም ዘኽፍሉኻ ኮምኡ ኣይኮነን ዝህቡኻ ካብ ሸሞንተ ክሳብ ዕስራ ሚእታዊት ዘሎ ወለድ ጌርካ ክትከፍሎም ትኽእል እንድሕር ተኮይንካ እዮም ዞም ባንኪ እዚኦም ሰልዲ ከለቁሑኻ ዝኽእሉ ዝኾነ ሽግር እንድሕር ደኣ ተረኺብካ ስለዚ ንስኻ ትኣምኖ ሰልዲ ኣፍልብኻ ነፊሑ ከኽይደካ ዝኽእል ሰልዲ ኣብ ኣካውንትኻ ክህልወካ ክኽእል ኣለዎ። ዕዳ ናይ ገዛ ስለ ዘለካ ንስኻ ብሓንሳብ ክትከፍሎ የብልካን። ከም ተወሳኺ ግን ካብ ካልእ ዕዳታት እንድሕር ደኣ ናቱ ወለድ ልዕሊ ሸሞንተ ትሽዓተ ዘለዎ ዕዳ እንድሕር ሃሊካ ግን ንስኻ ተቓላጢፍካ ነዞም ዕዳ እዚኦም ክትከፍሎም ኣለካ። ከምኡ ውን ናይ መኪና ዕዳ ልዕሊ ሸሞንተ ትሽዓተ ሚእታዊት ትኸፍለላ እንድሕር ሃሊካ ውን ንስኻ ካብዚ ሴቭ ጌርካዮ ዘለኻ ሰልዲ ካብዚ ወሲድካ ውን ዒዳኻ ክፈል ስለዚ ብተዘዋዋሪ መንገዲ ዘሕልፎ ዘለኹ መልእኽቲ ብውሑድ ልዕሊ ሸሞንተ ትሽዓተ ዝበዝሐ ወለድ ዘለዎ ልቓሕ ናይ ባንክታት እንድሕር ሃሊካ ነዚኦም ክትከፍሎም ክትክኢል ኣለካ ናይ ገዛ ዕዳ ስለ ዝሃለወካ ግን ዕዳ ኣለኒ ክትብል ኣይትኽኣል ምኽንያቱ ናይ ገዛ ዕዳ ዕዳ ኣይኮነን ከም ኣውድ ጌርና ንውሰዶ ምኽንያቱ ገዛኻ ብኣካሉ ስለ ዘሎ ንስኻ ቀስ ብቀስ ክትከፍሎም ትኽእል ኢኻ ለክዕ ከምቲ ንገዛኻ ትኸፍሎ ዘለኻ ወለድ ንስኻውን ካብ ካልኦት ባንክታት ከምኡ ዓይነት ኣታዊ ትገብር ስለ ዘለኻ ንስኻ ትኸስረሉ ምኽንያት ዋላ ሓደ ነገር የብልካን በዚ ምክንያት ከኣ ንስካ ዝበዝሐ ዘሎ ዕዳ ናይ ባንክታት ተሃሊካ ደኣ ክትኮፍሎ ክትክእል ኣለካ እንበር ናይ ገዛ ዕዳ ስለ ዘለካ ሴቭ ጌርካዮ ዘለካ ብሙሉኡ ክትኮፍሎ የብልካን ምክንያቱ ጽባሕ ንግሆ ሰልዲ ከድልየካ እዩ ጽባሕ ንግሆ ሰልዲ ምስ ኣድልየካ ሓውካ ኣይህበካ ሓፍትካ ኣይትህበካ ከምኡ ውን ባንክካ ውን ኣይህቡካን እዮም ምክንያቱ ንምንታይ ደሊካዮ ምስ ኢሎም ዝሓቱካ ንከምዚ ዓይነተ ኢልካ ንስካ ንገዛ መግዝእ ተዘይኮይኑ ንካልእ እንድሕር ሓቲትካዮም ብጣዕሚ ኩቡር ዝኮነ ወለድ ጌርካ ንክትኮፍሎም እዮም ዝሓቱካ ስለዚ ሰልድካ ከለካ ንምንታይ ኢካ እሞ ትጫማላቅ ኣብ ካልእ ስለዚ ሰልድካ ብሓንሳብ ድርብይ ከተቡሎ የብልካን ንባንክካ እንታይ ዳኣ ክጎብሮ ኣለኒ ዝብል ሓሳብ እንድሕር ሃሊካ ሆይረንት ወይ ድማ ዝላዓለ ወለድ ክህቡካ ዝክእሉ ሰልዲ ከተቀሙጦ ክትክል ኣለካ ወይ ድማ ንስኻ ካብ ዓሰርተ ክሳብ ዕስራ ሚእታዊት ናይቲ ሴቭ ገይርካዮ ዘለኻ ሰልዲ ኣብዚ ብውሑስ መንገዲ ኣብዚ ዓለም ለኻዊ ዝኾነ ወፍርኻ ክትገብር ክትክእል ኣለካ። ስለዚ እዚ ሒዝካዮ ዘለኻ ሰልዲ ሴቭ ገይርካዮ ዘለኻ ሰልዲ ወርሓዊ እቲ ትኸፍሎ ዘለኻ ንገዛ ቁሩብ ሓፍ ከተብሎ ትኽእል ኢኻ። ካብ ዓሰርተ ክሳብ ዕስራ ሚእታዊት ኣብዚ ናይ ዓለም ለኻዊ ወፍሪ ክትገብር ትኽእል ኢኻ። እቲ ዝበዝሐ ሰልድኻ እውን ኣብቲ ዝለዓለ ወለድ ክህቡኻ ዝኽእሉ ባንክታት እውን ከተቐምጦ ክትክእል ኣለካ። ገለ ካብዚ ሴቭ ገይርካዮ ዘለኻ ሰልዲ እውን ንስኻ ጽባሕ ንቫኬሽን ድዩ ንዝኾነ ነገር መግዝኢ እውን ከድልየካ ይኽእል እዩ። ጽባሕ ንግሆ እውን መኪና ክትገዝእ ትደሊ ትኸውን። ጽባሕ ንግሆ እውን ገለ ነገር ሓሳብ ክህልወካ ይኽእል ይኸውን። ወይ ድማ ጽባሕ ንግሆ ንስኻ ኣብ ኣፍሪቃ ዝኾነ ወፍሪ ክትገብር ትሓስብ ትኸውን በዚ ሴቭ ገይርካዮ ዘለኻ ሰልዲ። እንድሕር ደኣ ብሓንሳብ ሓፍ ኣቢልካ ካሽ እንድሕር ደኣ ከፊልካዮም ነዞም ባንክኻ ግን ንስኻ ትኣምኖ ንስኻ ዝሓዝካዮ ሰልዲ ኣብ ኢድካ ትውንኖ ሰልዲ ክሳብ ዘይሃለወካ ንስኻ ጽባሕ ንግሆ ክትሽገር ኢኻ ስለዚ ነዚ ናይ ገዛ ዘለና ዕዳ ከም ዓቢ ዒዳ ጌርና ክንወስዶ የብልናን ብዝተኻለ መጠግን እቲ ንስኻ ወርሓዊ ትኸፍሎ ዘለኻ ክፍሊት ሓፍ ከተብሎ ትኽእል ኢኻ ምኽንያቱ ቀልጢፍካ መታን ዕዳኻ ክትከፍል ስለዚ እዚ ሴቭ ጌርካዮ ዘለኻ ሰልዲ ኣብ ዝተፈላለየ ጨናፍር ከተቐምጦ ክትክእል ኣለካ ኣብ ኣንጎ ሰልዲ ተዘይብልካ ንሓውኻ ንዓርካ እንድሕር ሓቲትካዮም ብጥራጥካ ከማን ኣይስሕቁን እዮም ስለዚ ሰልድኻ እንከለካ ኣብ ካልእ ንምንታይ ኢኻ ንስኻ ክትጫማለቕ ብሓንሳብ ሰልድኻ ሓፍ ኣቢልካ ኮፍ ከተብሎ የብልካን ነዚ ናይ ገዛኻ ዘሎ ዕዳ ሓንቲ ነገር ክብላ ዝደሊ ነገር ግን ሴቭ ዝገበርካዮ ሰልዲ ንስኻ መጥፊኡ ዘይፈለጥ ነገራት ንስኻ ተጥፍኦም እንድሕር ኣሊኻ ኣቡኡን ኣዲኡን ዘፍለጠ ንስኻ ዕዳ ናይ ገዛኻ ክትከፍል ክትክእል ኣለካ። ኣብ ክንዲ ናብ ዘይተደለዩ ሾፒንግ ከተጥፍኦ ትውዕል ሳልገ ዋላ ቲልቡድ እንዳበልካ ንስኻ ካብ ተጥፍኦ ትውዕል ወይ ድማ ዘይሓሰብካዮም ሓወላታት ክትሕውሎ ካብ ትውዕል ወይ ውን ቁማር ካብ ትጻወተሉ እዚ ሰልዲ እዚ ሴቭ ጌርካዮ ዘለኻ ኣቡ ናርዲን ዘፍለጠ ኣጸግዕ ኣብሎ ዕዳኻ ክፈለሉ ተዘይ ኮይኑ ግን ንስኻ ፉል ኮንትሮል እንድሕር ሃሊካ ምሉእ ተቋጻጽርነት ኣብ ልዕሊ ሰልድኻ እንድሕር ሃሊካ ግን በዞም ቀዳመት ዝበልክዎም ሰልድኻ ጌርካ ፋሕ ኣቢልካ ሰልድኻ ንዓኻ እቶት ክህቡልካ እቶት ከምጽኣልካ ክትጎብሮ ክትክእል ኣለካ ምክንያቱ ክርድኣና ዘለዎ ሙሉእ መዋእልና ጉልበትና ምሳና ኣይጸንሕን እዩ ሰልድና ግን ሙሉእ መዋእሉ ዕስራን ኣርባዕተን ሰዓታት ንዓና ክሰርሓልና ከምዝክእል ግን ክንጎብሮም ክንክእል ኣለና እዛ ቪድዮ እዚኣ ላይክ ኮመንት ሸር ንግበረላ ናብ ብዙሓት የዕሩክትና ውን ንስደዳ ካብዛ ቪድዮ እዚኣ ብዙሕ ነገር ክመሃሩ ስለ ዝክእሉ ናብታ ካልኣይቲ ነጥቢ ምስ ንሰግር ድማ፣ ሓደ ሰብ ዘቕረበለይ ሕቶ እሞ ኸኣ ሓንቲ ኣገዳሲት ነጥቢ ስለ ዝኾነት'የ ናባኹም ሒዘያ መጺኦ ዘለኹ። እዚ ሰብ እዚ ብመንገደይ ገይሩ ሓገዝ ረኺቡ ወፍሪ ዝጀመረ እዩ። ዝጀመረሉ ግዜ ኸኣ ዝሓለፈ ወርሒ ኣርባዕተ እዩ ጀሚርዎ። እዚ ሰብ እዚ ብጣዕሚ ድሌት ስለ ዝነበሮ ብሓንሳብ ሓደ ብርክት ዝበለ ሰልዲ ገይሩ እዩ ጀሚሩ። ኣብቲ ወርሒ ኣርባዕተ ዝጀመረሉ ግዜ ብጣዕሚ ጽቡቕ ማርኬት ስለ ዝነበረ ብዙሕ ገይሩ ክጅምር እንከሎ ኣብዚ ወቕቲ እዚ ኣብዚ ሕጂ ዘለናዮ ወርሒ ክልተ ከባቢ ዕስራን ኣርባዕተን ሚእታዊት እዩ ሓፍ ኢልሉ። ሰብ'ዚ ዘቕረበለይ ሕቶ ግን ዝሓለፈ ሰለስተ ሰሙን ከባቢ ዕስራን ሸሞንተን እዩ ሓፊሉ ነይሩ። ሕጂ ክሪኦ ከለኹ ግን ናብ ዕስራን ኣርባዕተን ወሪዱ። ኣብ ወርሒ ኣርባዕተ ጀሚሩ ክሳብ ሕጂ ከባቢ ትሽዓተ ወርሒ ከባቢ ዓሰርተ ወርሒ ገይሩ ኣሎ ማለት እዩ። እዚ ዕስራን ኣርባዕተን ሚእታዊት ሓፍ ኢልለይ ዘሎ ማለት ወሊድለይ ዘሎ ካብዚ ንታሕቲ ከይጎደሎ ከሎ እተን ወሊደናለይ ዘለዋ እተን ከሲበየን ዘለኹሲ ሕጂ እንተውጻኹዎ ናብ ኣካውንተይ እንተመለስኩዎሲ እንታይ ይመስለካ ዝብል ሕቶ እዩ ኣቕሪብለይ ስለዚ ንስኻትኩም ከ እንታይ ይመስለኩም እዚ ክንሪኦ ከለና ከም ኤግዛምፕል ሚእቲ ሽሕ ኩረነር እንድሕር ደኣ ኣዋፊሩ እዚ ሚእቲ ሽሕ ከባቢ ዕስራን ሸሞንተን ሽሕ ኩረነር ወሊድሉ ወይ ድማ ሓፊሉሉ ንበሎ ብዙሓት ሰባት መረዳእታ መታን ክህልወና ኮምኡውን ክርዳኣና ስለምንታይ ከውጽኦ ደልዩ። ንስኻ ነቲ ጀሚርካዮ ዘለኻ ወፍሪ ንውሕ ዝበለ ግዜ ሰለስተ ኣርባዕተ ሓሙሽተ ወላውን ዓሰርተ ዓመት ክኸይድ ኢልካ እንድሕር ደኣ ጀሚርካዮ እንድሕር ሃሊኻ እሞ ኸኣ ኣብዚ ሓጺር ግዜ ማዕረ ክንድዚ ካብ ርብዒ ንላዕሊ ሓፍ እንድሕር ኢልልካ ኣብዚ ግዜ እዚ ከውጽኦ ዝብል ሓሳብ እንድሕር ሃሊካ ብሓንቲ ቅልል ዝበለት ኣብነት ገይረ ከረዳኣኩም። ንስኻ ሓንቲ ፍረ ትህበካ ተኽሊ ተኺልካ ንበል። እዛ ተኽሊ እዚኣ ምስ ተኸልካያ ማይ ማዕድን ኩሉ ነገር ጸሓይ ብርሃን ሂብካያ ሓደ ዓመት ምስ ከደት ፍረ ክትህበካ ጀሚራ። እዛ ፍረ ክትህበካ ዝጀመረት ተኽሊ እዋእ ጽቡቕ ፍረ እምበር ትህበኒ ኢልካ ንስኻ ካብ ፍርቃ ዘይኮነ ዋላ ውን ካብ ርብዓ ክትቆርጻ ትሓስብ ኣለኻ። ተወሳኺ ፍረ ክትህበካ ትኽእል ዶ እዛ ተኽሊ እዚኣ? ኣይትህበካን እያ ምኽንያቱ ትጉምዳ ኢኻ ዘለኻ። ከም እንደገና ተወሳኺ ፍረ ክትበካ እንድሕር ተኾይና ክንድቲ ትጸበኻዮ ግዜ ንስኻ ክትጽበዮ ኣለካ ወይ ድማ ከም እንደገና ካልእ ተኽሊ ክትተክል ኣለካ። ካልእ ተኽሊ ምስ ተኸልካ ከኣ ኩንድኡ ጸሓይ ብርሃን ኩሉ ነገር ምስ ሃብካያ ግዜ ወሲዳ እንደገና ከኣ ተኽሊ ወይ ከኣ ፍረታት ክትህበካ ትጅምር። ስለዚ ከም ተወሳኺ ሓሳብ እዘን ወሊደናልካ ዘለዋ ሰልዲ ከተውጸእን እንድሕር ደኣ ሓሲብካ እንታይ ኢኻ ክትጥቀመለን? ጽባሕ ንግሆ ከእትወን እየ ዝብል ሓሳብ ክህልወካ ይኸውን ይኽእል። ሎሚ ከይጎድላ ከውጸኦን እሞ ጽባሕ ንግሆ ካልእ መዓልቲ ከእትወን እየ። መዓስ ከም ተእትወን ትፈልጥ ድኻ? እወ ምስ ሓሰረ ዝብል ግምት ክህልወካ ይኽእል እዩ። ንስኻ እዚ ማርኬት እዚ ዝሓስረሉ ግዜ ትፈልጦ ዲኻ? ኣይትፈልጦን ኢኻ። ስለዚ ካብ ሞንጎ ከምኡ ገይረ እዚ ከሲበዮ ዘለኹ ከውጸኦ ኢልካ ክትሓስብ የብልካን። እዚ ማለት ዕቤት ኢኻ ተቋርጾ ዘለኻ። ጽባሕ ንግሆ ከኦትዎ'የ ዝብል ሓሳብ እንድሕር ሃልይካ፣ እሞ ኸኣ እንዳወሰኸ እንዳወሰኸ ክኸይድ እንከሎ፣ ምስ ከበረ ከኦትዎ እየ፣ ምስ ከበረስ ክገዝእ'የ ተወሳኺ ብርክታት ኢልካ ኢኻ ትሓስብ ዘለኻ። ስለዚ እዚ ጀሚርልና ዘሎ ክቕጽል ክንገድፎ ክንክእል ኣለና። ከሲብና ስለ ዝኾንና ካብ ሞንጎ ከነውጽኦ የብልናን። ብዛዕባ ኣክሸ ፎንድ እየ ዝዛረብ ዘለኹ። ንስኻ ዳግሊ ኢንቨስተር ብዛዕባ ኣክሸ ንዛረብ እንድሕር ሃሊና ሎማዓንቲ ትገዝእ ፅባሓ ትሸይጥ እንድሕር ተኾንካ እዚ ንዓኻ ኣይኮንኩን ዝዛረብ ዘለኹ። እዞም ኣብ ኣክሸ ፎንድ ወፍሪታት ገይርና ዘለና ንነዊሕ ጊዜ ክንሕዞም ሓሲብና ዘለና ሽሕ ጊዜ ዋላ ዓሰርተ ዓሰርተ ሓሙሽተ ውፅኢታዊ እንትኮይኖም እቲ መኽስብ እንተረኣናዮም እቲ መኽስብ ከነውፀኦ ክንሓስብ የብልናን እቲ ዝኸሰበልና ተወሳኺ መሹ ክኸስበልና ደኣ ዕድል ክንህቦ ክንክእል ኣለና እምበር ዘዝኸሰበልካ ተውጽኦ እንድሕር ትኾንካ ንስኻ ዕቤትካ ጽቡቕ ኣይክኸውንን'ዩ። ዕቤትካ ተቋርጾ ኢኻ ዘለኻ። ስለዚ ከም ዘለዎ ንኽዓቢ ክንጎድፎ ክንክእል ኣለና። ስለ ዝኸሰብና እተን ዝኸሰብናየን ኣብ ሞንጎ ከነውጽኦ'ን የብልናን። ንጨው በርበረ ዝኾነና ሰልዲ ኣብዚ ወፍሪ'ዚ ከነእትዎ የብልናን። ጽባሕ ንግሆ ከነውጽኦ ዘይንደሊ ነዊሕ ግዜ ክኸይድ ዝተሓስበ ሰልዲ ኣብዚ ወፍሪዚ ከነእትዎ ኣለና እምበር ጽባሕ ንግሆ ንገዛ ክራይ ንመመልኢ ዝኸውን ሰልዲ ኣብዚ ወፍሪዚ ከተእትዎ የብልካን ጽባሕ ንግሆ ዝጽግመካ ሰልዲ ኣብዚ ወፍሪዚ ክትጎብሮ የብልካን ምኽንያቱ ካብ ሞንጎ ከተቋርጾ ስለ ዘይብልካ እዚ ወፍሪዚ ንስኻ ግዜ ሂብካ ዓመታት ሂብካ እንድሕር ድኣ ሰሪሕኻሉ በታ ዓቕምኻ ሓደ ውጽኢታዊ ዝኾነ ወፍሪ ስለ ዝኾነ ኣብ ሞንጎ ከተቋርጾ የብልካን ስለዚ እዛ ገረብ እዚኣ ከም ኣብነት ኮይና ክትርድኣና ተስፋ እንዳገበርኩ እዛ ቪድዮ እዚኣ ናብ ብዙሓት ክትበጽሕ ሸር ላይክ ኮመንት ብሓፈሻ ከምዚ ዓይነት ትምህርቲ ነዚ ናይ ወፍሪ ትምህርቲ የድልየኒ እዩ ኣፍልጦ የብለይን ዝብል ሓሳብ ምስ ዝህልወካ ደውለለይ ቴለፎን ኣብዚ ታሕቲ ክገርፈልኩም ይኽእል እየ ነዚ ፔጅ እዚ ፈሎው እንዳበልና ላይክ ኮመንት እንዳገበርና ነተባብዓዮ ኣተባብዑኒ ከምኡ ውን ሳብስክራይብ ዘይምርሳዕ Thank you።